ሃንደበት ሊዛ ተቐይርካ ኣንታ ወዲ
ምስ ሊዛ እንዳወዓና ደኣ እሞ ሊዛ ክንመስል ኢና ምርታይ ደኣ እሞ ክንመስል ደለኻ
ስማዕ እሞ ባርያ ኣነ ሓደ ነገር ክነግረካ ዘረባ ሊዛ ኣሚንካ ምስ ኣሕዋትካ ከይትበኣስ ግደፍ ንስኻኒ ስነጥበብካኒ ብዘይ ዘን ኣሕዋትካ ሰብ ኣይትኹን ነግረካ ሰሚዕኻኒ እዘን ሰባት እዚኤንሲ በጣሕ ምሉእ ገንዘብ ሰዲደን ደራፋይ ገብረኻስ እንታይ ዘይገበራ
ርሓስ ሓው ኩሉ ሰብ ነናቱ ዝበልዓ ኣሎ ጥበብ ከዓ ንዓይ በሊዕኒ ሕጂ ደኣ ዳድ ነዛ ካሴተይ መዊሉ ተስስኣኒ እምበር ኣነ ተሃስየ ተሃስየ ብሓቂ ተሃስየ ወይ ጉድ! እሞ ናይ ሊዛ ዘረባ ኣሚንካስ ተቐንጢጡ'ዩ ጸልማት ታሕሚ ግመ ዝብል ደርፊ ነዘን ኣሕዋትካ ጋቢዝካየን? ኣንታ ደሞ ንዓኻ ከ ሶታ ኮይኑ ምግብ ኣዚ ኣጋቢዘይኑ እንታይ ወዓብስ ሕጂ እንደሞ እታ ዘጋበዝኮን ደርፊ እስካስ ጌራትኒ
ዕላል ሊዛ ዝሃታው ኣሚንካስ ናይ ኩናት መልእኽት ምስዘን ኣሕዋትካ ኣዊጅካ ብኡነት ኢለ ብኡነት ሓራም እዩ ዝብለካ ዘለኹ ሓራም ጥዑይ ኣይኮንካ ብሎንስ ጎድለካ እዩ ዋ ኣታ ሊዛ እኮ ኣብ ካልእ ነገር እያ እትሰዋወድ እምበር ኣብዚ ናይ ጥበብ ገለመለ ዕላላት እኳ ርጥብቲ እያ ዶ
ተረዲኤካ ዝዓርከይ እዛ ጉዳይ ናይ ኣባ ጉንባሕን ዛግራን እዩ ሓቀይ ዶ እንዳ ኣነስ ብጥበብ ዝቕልድ ብጥበብ ዝሕሱ ሰብ ዘሎ ዘይመስለኒ ሓተገና ሓተገና ዋ ከማኹም ገይሩ ድሕሱ ሰብ ከማን የለን ኣልዕል ቢልኩም ዘይነበረ ዘየለ ጎነይ ዶ ፍቅረይ ዶ ልበይ ዶ እንዳልኩም ከማን ንሰብ ንፍቅሪ ክደሊ ሃልፈጥፈጥፈጥ ከም ድብል ትገብሮ ኣሎ ሃሃ ጎይታ ሓፍረ ኣባት ምጥዋቅ ራሕሲ ግደፈኒ
በጃኻ ካልእ ይኣኽለኒ እዛ ናይ ዳድ ጉዳይ እያ ጃምር ኣደስ ኣይበለትኒ ጆን ከዓ ምሳኻ ፅቡቅ እዩ ንሊዛ ከኣ ኣብዛ ጎና ኣጸግዕ እንድሕር ተቢልዋ ነገር ናይ ጎጃም ኣቆጽልቲ ክሰምዖ ትኽእል እያ። ሕጂ ኣርሓስ ሓወይ ምስኡ ተረዳዲእኹም ናይ ኣልቡነዊ ጉዳይ ገለ ግበሩ፣ ናይ ካሴተይ ነገር ገለ ግበሩ፣ ኣታ ገለ ግበሩ። ኣንተ ወይን ዲኻ ፈንጂ ረጊጽካ ናይ ጎጃም ኣቁጽልትስ እንታይ ደላዕል ነይርካ ሕተገኒ በጃኻ ሕተገኒ ትብል ኢልካ ካስኻ ጣጢዕ ንዘርእ ኣለና ተደርቢሽካ እኳ ኻና ኣደርቢሽካኒ ብዑ ኣታ ዝጨናዊ እግሪ እንታይ እዩ ዝገብረኒ ዋ ኣይረግጽኻ እንዴ ደንጊፀላ ወደይ ደንጊፀላ
ደንጊፅካ ኣይኮንካን ጉዳያትካ ኢኻ ተብስል ነርካ ትጥጥቕ ጆ እንታይ ይብል ነይሩ መሲልካ ጓልሲ ካብ ድንጋፀ መሓዝኣ ፅፍዒት ኣፍቃሪያ ብል ነይሩ ጓል ትድንግፅ ስኻ ጓል ትበሃል ከይትድንግፅ ዳሕራጂ እስከ እስከ እስከ
ናይታ ጓል እንታይ ኢልካ እንታይ ኢልካ እስከ ድገመለይ ጓልሲ እብለካ ጓልሲ ካብ ድንጋጸ መሓዛኣ ጽፍዒት ኣፍቃሪኣ ትፈቱ እብለካ። እዉ ዝሓሰብኩ ጽቡቕ እዉ ብሎ ወይነይ ክጽሕፋያ ከይትብለኒ ከምዚ ዓይነት ሓሳባት እንደ ክደርቀኒ ኣብ ሓንቲ ደርፈይ ክእትወ ግድን ክእትወ ግን ስምዓኒ ርሓስ ሓወ ካብ ገለ ደርፊ ገለ መንዚዕ ሓያ ከይትኾን ወሪድኒ ኣይኮነን ኣይ ህዝበይ ብከምዚ ቀንጠብጠብ ገለ ይፈልጠኒ እዩ ኣብ መዓት ህዝበይ ከይትእትወኒ። ዶ በል ደሓን ዝጠቕመካ ኹን እምበር ኣሎ መሊኡ ዋላ ምስላስ ኣለና እንተዘይነግረካ ብዕራይ ኣብ መልሲ ሰበይቲ ብሳልስቲ ትብል ኣለካ ሕጂ ሓፍ ከይበላ ቋቕ ኣበላ ትብልካ ኣሎ እዚ ሕጂ ብምሉእ እዚ ናይ ዓድና ምስላታት እዩ ዝነግረካ ዘሎ ድሕሪ ደድልየካ ኮይኑ ዳኣ ተጠቀመሉ

ኣነ ዝብለካ ብእውነት ኢለ እዚ ሓሳብካ ሲ ዘይፀልኦ በቃ ክፈትዎ ጉደም በቃ ኣንታ ጥዑይ ዲኻ ሓሙ ሓሳብ እንተ ከመይ ጌርካ ክፀልኦ ዋይ ፅናሕ ደኣ ፅናሕ ዝዓርከይ እንታይ ማለት እዩ መሲልካ ግርም ዝኾነ ሓሳባት ከለካሲ ኣብዚ ዓድናስ መሊኦም ገጠምቲ ኣለውሎ ነዞም ገጠምቲ ከይትካሲ ነፍዑ መዓት ገጠምቲ ወረ ከይትካ ሓሳባትካ ዝግጠሙለይ ተልካዮምሲ እንታይ ኣለዎ ካብ ምስዘይ ሽግርካ ትገጥም ስም ተገጠሙልካ ሓይ ከምኡ ተሓይሽ
እንታይ ክብለካ ደልዮ ኣለዎ ምሽ ገጠምቲ ፍሉጣት ንፉዓት ግን ንኣብነት ቤና ሃይለ ማርያም ኣኽሊል ተስፋ ፄን

ናቱ ሕብረ ሓሳባት ክህልዎ ኣለዎ በሃልቲ እዮም ነይሮም
ንስኻ ከበይ ኣርኪብካ ኣሎ ንዓይ ደኣ እሞ ትፈልጠኒ እንዲኻ ዝኾነ ናይ የማንን ናይ ኣብርሃምን ዘይሓልፈኒ ነዚ ሓቶኻ ክምልሳ ድሕር ተኾይነ ግን እዝንሲ መሰታ ቀዳሞት ዝበሃል ነገር ኣሎ ኣበሃላኻሲ እዚኦም ደረፍትናሲ ናቶም ሕብሪ ሓሳባት የብሎምን ኣለዎ እዮም ዲኻ ትብል ዘለኻ ሕጂ ንዓ ግደ ምስ ቆርጫጭን ምስ ሽላን ቤተካስ መን ኣራዚ በል ኣንበለዎ ኣንታ ኣይትስሓቑ ኣይትስሓቑ ናይ ብሓቂ ኣብርሃም ናይ መን ግጥሚ ወሲዱ ይፈልጥ ባርያኻ ናይ መን ደርፊ ወሲዱ ይፈልጥ ነዚ ዘይትፈልጡ ድዩ ሲልኩም ትዛረቡ ዘለኹም ወላ እቲ ዘይመሪኻ እሞ ባዕላ ክትገብሮ ኩላ ዘራፋይ ናብ ዘዝሃበ ዘያማይ እንዳትጎይ ኣነ ግን ከምኡ ይኮንኩ ሓደ ሰብ ምስ ረበሸኒ ንሃኒባል ኣለም ሽም ተረኸበ ኢለ ሓንቲ ስራሕ ሂበዮ ክሰርሐለይ ገለ ደልየ ኮንኩን ግን ምናልባት እሱ ተረብሐ ገለ ኢለ በቃ ኣኺሉካ ሓንቲ ነፍሪ ከይሰራሕካ እዚ ደሊ ዝሰርሖ ከም መሸላ ክሳጥ ክሳጦም ክትቆርፀ ማንታ ስማዕ ዶ በራድ ሕጂሲ እንታይ ትብለን ኣለኻ ኣብርሃምሲ ናይ ዝኾነ ሰብ ግጥሚ ወሲዱ ይፈልጥኒ ትብለን ኣለኻ እሺ እዛ ዕላል ዶ ንንጠራ ንንጠራ እዛ ዕላል ኣበይ ግን ነጥራ

ዳምዳም ኢልና ለምፀናልኩም ኮፍ ኢልኩም በሊዕኩም ዓቕልኹም ተፀይብኩም ሄይ ኣይትጋገ ኣነ ናይ ጥበብ ሸውሃተይ እምበር ናይ መግቢ ሸውሃተይ ክፉት ኣይኮነ እዚ ድማ ማንም ሓላፍ መንገዲ ዝፈልጠለይ ብልጫ እዩ ንማንም ሰብ ክትሓተለይ ትኽእል ኢኻ

ስማዕ እንዶ ባርኣብ ዓርከይ ክሓተካ ብል እሞ ዋላ ዋላ ይርስዖ ኣትኦም ትፈትዎም ኣብርሃምን ባርያን ሲ ንዕኦም ዝበቅዕ ንዝኽሮም ትኸውን ገለ ደርፍስ ሰሪሕካ ትፈልጥ ዶ እንታይ
ትላገ ጠለዋናስ ዋ እንታይ ቀልዱ ሓቀየ ብዛዕባኻ ኩሉ ሻዕ ደንጊፀ ከስተንትን ከለኹ እዚ ሓሳብ እዚ እያ ብለጭ ትብል ብኸዳ ካስኻ ትድንግፀሉ ሙት ዶ ንቐባሮ ይልቅሰሎም እዩ ኣብ መቓብር ኮንካ ንህሉ ዋላ ይሕመን እዩ እዚ ንኸምዚ ከማኻ ከብዲ ትበልዑ እየ ዝሰርሐ ኣብ ኣሉና ያላ በፍንጫኻ ኣሰማዕና ኣታ ባራን ነዞም ትርጉምትኩም ዶ ግደፉ እታ መጀመርያ ዝተሓተትካያ ሕቶ መልሳ ንዝኽሪ ኣብርሃምን ባርያንሲ ሰሪሕኻሎም ትፈልጥ ዶ ሓፃር ዝም
ኣታ ኣነ ናይ ብሓቂ ዲኹም ትሓቱን ዘለኹም ናትስ ገለ ትሓስቦ ከይትህሉ
እንተ ሓወይ ናይ ብሓቂ እየ ዝሓተካ ዘለኹ ሕጂ እዛ ሕቶና ትምልሳ ዲኻ ወላ እንታይ ኢኻ? ዶላስ ሕጂ ከ ትሰርሓ ዘለኻ እዛ ግጥሚ ሓዳሽ ክትኮን ኣለዋ ሕጂ ዝሓስባ ዘሎ ፈራም ሓዊ እዛ ራሕ ዝብላለሉስ ኣይትውዕላን ትኸውን
ዋ ኣንቱም ሰባት እቲ ዝነበረ ዋጭዋጭታን ሰሓቕን ኣይትዝክርዎን ዲኹም ኮንኩም ምዃን ሓቆም እዮም ተሪር ኮረና እዩ ነይሩ እቲ ወረ ኣብቶም ዓበይቲ ኣርቲስት ጥራይ ኢና ሒዝናዮ
ኣንታ ሃተፍተፍ እንዶ ግደፍ እታ ንሓተካ ዘለና ንሳ ጥራይ መልስ ኣንታ ይተሃወኽ እንዶ ናብኡ እንዲ ክመፀካ ኣነ ዝገርመኒ ነገር ኣብ ጥበብ ሰብ ድዩ ዘይኮነለይ ዕድል ድዩ ዘይኮነለይ ኣይርደንኒ በቃ ተኣለኹ ኣብ ገለ ዓይነት ስምዒት ከለኹስ ኣብ ልበይ ሰፈርኩም ትብል ገለ ዓይነት ጥኢት ሓሳብ ኣይትመፀኒ ኣይፀናሕኹን ሓውኹም ኣብ ሰዓት ዘይትኣክል ጣዕ ጣዕ ጣዕ ጣዕ ኣቢለ ግጥሚ ዜማን እስቱድዮ
ግጥሚ ዜማ ምሉስ ኣብ ሰዓት ብሓቂ ደርፊ ዓድና ኣታ ተኾንካታ እታ ሰዓት ሒዝካስ ብጥበብ ክትዋዘ ዋ ኣታ ጥበብ ሙድ እዩ ኣታ ሙድ እዩ ኣብኡ ተለኻ ከዓ ዋሕዚ ኣሎ ፍልቀት ኣሎ ኣታ ዕላል ለይተን ጥረን እንታ ግደፈኒ ጆ ደሓን ደሓን ኣይትኹኖ ፈስኻ ቀፅል እስከ ቀፅል
በራ ወደይ ራሕሲ ዓርከይ እዛ ኣብ ልበይ ሰፈርኩም ትብል ደርፊ ኣብ ውሕድ እዋን እያ ቃውቃው ትብል
ወዲ ተዘርግሓለ ኣንታ ግዲ ይሰማዕነ ኣታ እቲ ፈዛዝ ስቱድዮ ማነይ ባህር ኣብ ሰሪሕዋ ዘሎ ደርፊ እንዳበለ ነዝመፀ ዘዝመፀ ሰብ ዘዝመፀ ሰብ የዕሊልለ ከምተን ካልኦት ደርፍታተይ ከይስረቐ እንዳበልኩ ማስተር ጌረ ክዝርግሓ እየ እናበልኩ እብለካ ኣለኹ ሃንደበት ኮረናን ሎክዳውንን ሓደ ኣይኮኑን
በጃኻ ኢለካ ሽዑ እታ ደርፊ ኮረና ሃይባ ተወሺባ ጥራይ ክትብለኒ ሽዑ መንታ እስኪ ቀፅል እስኪ ወይለኪ
ሽዑ ደኣ ማይናስ ጣዕ ማይናስ ጣዕ እንታይ እዩ ጣዕ
ኣታ ጣዕ ደኣ ጣዕ እንታይ ኢኹም ሃሃይትና ክንዛረብ ትደልዩና ወይ ባዕ ኣነ ተመንየ ንብርሃም ንባርያን ዝሰራሕኹሎም ደርፍስ ሃህ ኢለ ማይናስ ሰሪቕኒ ኢለ ክነግረኩም ትደልዩ ኣለኹም ማይናስ ንዓኻ ጣዕ ከመይ

ሶራ ሓቲትኒ
ስልካ ደሞ ሶር ትቕበል ዋ በራ ትኸሶ ዘይትኸሶ እዚ ዓዲ እኮ ዓዲ ሕጊ እኮ ሓቂ ዘረባ ምስ ረስናይ ከለኹ ከምኡ ሓስብ ነይረ ድሓር ግን ቤት ፍርዲ ተዓፅዩ ኮረና ስለ ዝነበረ እቲ ቤት ፍርዲ ምስ ተኸፈተ ከዓ ድሓር ኣነ ዝሒለ እንታይ እሞ
ወዮ እቲ ጻዕዳ መጠቃኻ ደኣ እንታይ ገበረ? እንታይ እዩ ጻዕዳ መጠቃኻ? ኣፍ ኣፍያ ኣይትሓዘኒ ተመሊሰ ኣነ ከይሕዘካ ጠበቓኻ ትብል ኣለ
እታ ዘርፊ ኣብ ጎስጓስ ናይዚ ህዝቢ ጽቡቕ ኣድማዒ ስለ ዘምጸት ምስ ጠበቓይ ተራድየ ተዘይከሰስና ይሓይሽ ተባሂልና ማለት እዩ ንሓሳብካ ብሉእ ሰብ ተጠሚትዎ ኣይትጽላዮ ማዕረ ክንደይ ብሉጽ ሰብ ምዃንካ ተረዳእ ኢልኒ። ብድሕሪ እዚ ኩሉ ነገር ከኣ ገዲፈዮ እንታይ እሞ ትርጉም ኣለዎ? ኣብዚ ሕጂ እዋን ምስ ማይናስ ክንራኸብ ከለና እ፣ ከምዚ ምሻሉ እ፣ ናይ እግዚኣብሔር ሰላምታ ጥራይ እዩ ዘለና። እሱ ግን ሓቂ ዘረባ ገብሩ ፈሊጡ ይመስለኒ ይስከፍ፣ ሰላም ክብለኒ ይስከፍ።
ማይናስ ከምዚ ኢሉ ስከፍ ከምዚ ይስምዐካ። ኣታ ንዓ እንዶ ኣይትጋገ ዋ ማይናስ ክስከፍ መዓት እዩ ብፍላይ ንዓይ ብፍላይ ንዓይ ክስከፈኒ መዓት እዩ ብስቕታ ከም ዝቐጻዕክዎ ይፈልጥ እንድዩ። ካልኣይ ከኣ ብሎተይ ሃይቡ። ግድን እዩ ከኣ ዝስከፈኒ፣ ግድን እዩ ዝስከፈኒ።
ደሓር ብዙሕ እሞ ሸምበለል ኣይንበል፣ መወዳእትኡሲ እታ ነብርሃምን ንባርያን ኣብ ልበይ ሰፈርኩም ዝበልካያ ደርፊሲ መወዳእትኡስ እንታይ ኮን? ኣነ ጨካን ጎጆ ወሳኒ እንድየ፣ ኣብታ ስቱድዮ ከይደ ነታ ፕሮጀክት ጣዕ እንታይ ጣዕ

እንታይ ይመስለኪ ሜላ ዓይኒ እቲ ወዲ ዓርክና ገለ ድዩ ደርፊ ገለ ከዓ ሰራሪ ኣይድኡ ከዓ ገለ ዓይነት ኬፍ ኣሎ ሕጂ ገለ ሓገዝ ዝተኾነ ኣብቲ ናትኪ ሸው ኢንተርቪው ክትገብርሉ ኢና ደሊ
ግርም ኣሎ ከምዞም ናይ ዓድና ደረፍቲ ይኮንኩ እውን ባህሊ እዩ ንሕና ከዓ ምስ ህዝቢ ከነላልዮ ኢና ደሊና ከመይ ዓይነት ሰብ ድዩ
ከመይ ከረድእኪ ይመስለኪ ኣፍሪቃውያን ሲ ብደርፈይ ክሓብሩ እዮም በሃላይ
ዋው ከምዚኦም ዓይነት ሰባት እንዲዮም ደኣ ዘድልዩኒ ወ ክገርመክሲ ካብቶም ቅድሚ ሕጂ እንታይ ክዝበሃል ዝገበርኩሎም እዚ ቃለ መሕተት ዝገበርኩሎም ግድን እዩ ክሓይሽ ግድን ክሓይሽ ከመይ ማለት ማለት ሲ

ኣለዚ ኣብቲ ቪው ኣይትስእንሉን ኢኺ ንሕና እንተርፎ ቪው እንታይ ዶ የገድሰና እዩ ቴሌፎን ሃበኒ ክድውለሉ እየ
ተቐቢልኪ ደኣ ደሓን ደውልሉ ንዓይ ዘይቅበለኒ ኣርቲስት የለን ክንደይ ኣርቲስት ድዮም ኢንተርቪው እባ ግበርልና እንዳበሉ ዝድውልኒ ዶ

ኣይተረዳኣንን።
ናይዛ ዓዲ ተሌፎን ሲ ኣይቅበልን እዩ እንታይ ክትበሃል ግበርሉ እቲ መልእኽቲ ቴክስት ግበርሉ ዋእ።

ኣነ ኣብቲ የለኹ ኣብዚ የለኹ ምስ ጥበብ እየ ዝዛረብ ምስ ጥበብ እየ ዝነብር።
እሞ ንፈልጦ ትኾንካ እስኻ ስነ ጥበበኛ ኣይኮንካን ማለት እዩ። ኣታ ሃብተይ እንታይ ድዩ ዝሰርሕ ኮምበዘር ድዩ? ኮምፐዘር ትበሎ ኖርማል ኮምፐዘር ከይመስለካ ንሱ ዘየቃናብሮ ወረ የለን። ሎሚ ትሪኦ ኣለኻስ ተዓዛቢ ወረ እዩ ዝፈቱ። ሓወይ ከኣ ድሌት ተዓዘብትና ኢና ንመልእ እምበርከ ዓሚር ክቡር ዩቲበር ከኣ ሕሱብ እዩ ቪው ጥራሕ እዩ ዘገድሶ። ኣሕ በቃ ጸብ ዓደይ መንከሽከሽን ኣውሪድኩሞ ብዝኾነ እንታይ ክሕግዘኪ እየ? ኖ ኣይፈለጥካንን ኣለኻ መስለኒ ኣነ ንዓኻ ሓገዝ ተኾነካ ኢለ ኢንተርቪው ክገብረልካ ዝድውለልካ ዘለኹ
እንታይ ዝሕገዙ ውሒዶም ኽስ ናባይ ሰጊርኪ ትላገጽ ኣለኻ ኣብ ናተይ ሸው ክመጽእ ዘይደሊ ደራፊ እኮ የለን ንስኻ ግን ፍሉይ ኢኻ ኣይጸላእኩኻን። እንታይ ከምኡ ንዓይ ክትሕግዝኒ ወኣተን እባ ኣነ እኳ ባር ኣብ እየ ባር ኣብ።
ብሓጺሩ እንታይ ደልየ መስለካ ንስራሕካ ፕሮሞት ተኾነካ ምሳይ ቁሩብ ሕጽር ዝበለ ቃለ መሕተት ክገብረልካ ምደለኹ። ስራሐይ ፕሮሞት ዘድልዮ ነገር ኣይኮነን።

ደይ ንዓይ ካብ ሃልኪ ተድሕነኒ ደለኻ።
ክንደይ ፎሎወርስ ከለዉኺ ማለተይ ተረዲእክሎ ድሽ? እወ ብዙሓት እዮም ክልተ ሽሕ ገለ ዝኾኑ ኣለዉኒ። ናይ ሾሻል ሜድያ ኣካውንት ኣለካ ድዩ ምስ ናተይ ታግ ገብረልካ? ኣህ
ጸርፊ የብለይን

ኩሉ እቲ ሸው ከምዚ እዩ ዝስራሕ ከመይ ድዮም እዞም ናይ እንታይ ኢኻ ትብሎ ናይ ዩቲዩብ ጋዜጠኛታት ነዚ ስራሕ ሸው ከም ሕሱም እዮም ተራቂቆምሉ ዘለዉ ከሐጉሱኻ መዓት እዮም ንስኹም ከ ኣይትሕመቑ ኢኹም እ? እ?
ሓቂ ዘረባ ከም ሕቶታት ምድላው ገይሩ ዝስልችወኒ የለን ዝበዝሑ ኢንተርቪው ዝገብረሎም ሕቶታትኩም ባዕልኹም ፅሒፍኩም ኣምፅዎ እዮም ዝብሎም ሸው ከ የዳልዉ ባዕሎም የዳልዎ
የምፅለይ ጥራሕ ኣነ ዓሰርተ ሕቶ ምሽሎ እሶም ኣርባዓን ትሽዓተን ሕቶታት ሒዞምለይ መፁ ኣነ ከዓ እንታይ ዓይነት መግቢ ትፈትው ኢለ ም- ሓምሳ ገይረ ኣርባዕተ ክፋላት ገብረ ይዘርብ
ኣታ ተኪቻ ኣታ ተኾንካ እዛ ኣሚንና ስራሕና ሂብናካስ ቁሩብ እንታይ ዓይነት ኢኻ ነቲ ቤዝ እንታይ ዓይነት ኣተሓዛ ኢኻ ሒዝካ
በይዝ እሞ ገለ ዓይነት ስኬልስ ገይረ እኳ ይሃሪመልካ ቁሩብ ኣብቲ ስላብስ ገለ መለስ ኣይትሕግዘንን
ደስ ኣይበለካን ማለት ኣታ ይበለናን ደስ ተደይበለካ ቀይረልካ ያቐብለኒ ሰበይስ ሃባ

ወይለይ ወይለይ ሎምስ ክድሩም ኢኻ መስለኒ
ኣታ ተዋንካ ተርጊሾ ኣብ ውሽጢ ናይ ጆን ጫማ ሲድሮን ኣነሲ ጫማኻ ቁልፍኻ ገለ ውፅኢኻ ኢለ ኣታ እሱ ዲኻ ናይ ጆን ጫማ እንኳዕ ሓደ እኳ ንሕና ሒዝናልኩም ንመፅእ ገለ ዓይነት ተክኒክ ንስኹም ከዓ ንዘይጠቕሙ ሰባት እናሃብኩም ድሕሪ ሰብ እኳ ኣትሪፍኩምና እንታይ ደኣ ሎሚ ብቑሩብ ተረዲእካ ተስፋ ዝቖረፅካ እኻ ትመስል ድሕሪት ከም ዝተረፍካስ ከተማርር ጀሚርካ። መን
መን ከማርር ክብለካ እንድየ ሓሲበ እቲ ዝበልካዮ ግን ሰሚዐዮ ኣለኹ።

እታ ቆንካታ ንዓኻሲ መን እዩ ዘይሓልየልካ?
ምዃኑ ንስኻ የዋህ እንዲኻ ንዓይ ንምውዳቕ ዘሎ ቅልስ ኣይርደኣካን ዘሎ እንጂ። ንዓይሲ ክንሕግዞ እንታይ የድልዮ ገለመለ እዮም ኢሎምኒ። ሓደ ከማንሲ ኣይትንጎሮ ኢሉኒ። ናይ ክልተ ደርፊ ኣብዚ ስቱድዮ ከፊልልካ ከይዱ ኣሎ።
ደሓን ደሓን ኣየድልየንን እቲ ተኸፊሉ ትብሎ ዘለኻ ገንዘብ ከኣ ትመልሶ ኣሎ ሕራይ። ሕጂ እንታይ ትገብር መሲልካ ተክቸ ሓቀይ ጽባሕ ምስ ሓንቲ ዓባይ ቻነል ኢንተርቪው ኣላትኒ ተረዲካኒ ሕጂ ነዛ ኩላ ደራፋይ ኩላ ከም ትሰምዕ ግበር ዓቅምታተይ ክእለተይ ከኣ ከርእዮም እዩ
ንስኻስ ኢንተርቪው ብትገብር ጽቡቕ እምበር በልስን ናይ ተረሳዐ ኢኻ ኣብቲ ምስጋና ቃራቑሩ ክንደይ ኣብዚ መጽያ ኡይ ትብል ደረፍቲ ደራፋይ ገለ መለ ኣምሲልናኩም ኢና ንስኻትኩም ግና ሽምና እናረሳዕኹም ሞኽ ኣቢልኩምና። እንታይ ኢልካኒ? እምቧእ ናይ ብሓቂ ዲኻ ዘይሰማዕካኒ?
ኦኬይ ተረዲኤካ ንዓ ጥራይ ስራሕና ንስራሕ ጸገም የብሉን ግዜ ከኣ የብለይን ንሕና ምሳኻ ክንዛረብ ግዜ የብለይን ዋእ

Oçun, oçun da da tu demo. Oy bu. ኣብ ኢድካ ዘሎ ወርቅስ ዳርጋ ጨርቂ ኣታ ምሳኹም ተዋዕናስ ከመይ ጌርኩም ኢኹም ትንዕቑና ኣታ ከመይ ኢልኩም ኢኹም ትንዕቑና

ጥራይ ምስ ህዝቢ ትላለዩሉ ይኹን ጥራይ። ሂህ ሓቀይ እንድየ። ቅድሚ ሕጂ ብርሃን ኣእምሮ ትብል ኣብ ዕለታዊ ህይወትና ፍኖተ ዓወት ዝኾነት መጽሓፍ ተርጊሙ ዘቕረበልና ዕቑባይ በርሀ እነሆ ሎሚ እውን ምስጢር ብቑዓት መራሕቲ ትብል ናይ ትርጉም መጽሓፍ ጀባ ይብለና። ብቑዓት መራሕቲ ዝበሃሉ ከመይ ዝበሉ እዮም? መራሒ እንተዘይኮይንካ እንታይ ደኣ ኢኻ ኩልና ብውሕዱ ናይ ህይወትና መራሕቲ ኢና መፍትሕ ጥበባት መሪሕነት እንታይ እዩ ዓበይቲ መራሕቲ እንታይ እዮም ዝፈልጡ ነዛ መጽሓፍ ብምንባብ ነቲ ምስጢር ተምሃርዎ ነዛ መጽሓፍ ብምንባብ ነቲ ምስጢር ኣብ ግብሪ ኣውዕልዎ ናይ ምምራሕ ብቕዓትኩም ጥራይ ዘይኮነ ህይወትኩም እውን ክቕየር እዩ እዛ ኣብ መላእ ዓለም ብዓሰርተታት ሚልዮናት ተሸጠት መጽሓፍ እንሆ ብትግርኛ ተተርጒማ ኣብ መላእ ዓለም ትዝርጋሕ ኣላ ኣብ ከብሒ ነፍሲ ወከፍና ክትህሉ ዘለዋ መጽሓፍ እያ መጽሓፍ ብርሃን ኣእምሮ እውን ንኻልኣይ ግዜ ተሓቲማ ትዝርጋሕ ኣላ ክልቲእን ዘን መጽሓፍቲ ንምዕዳግ ሚኪ ኣብርሃም 356 ኣት ጂሜይል ዳት ኮም ተወከሱ